እነሆ እምበኣር ኣገዳሲ ነጥብታት ምስ ሮሞዳን ኣገዳሲ ዝኾነ ንርኢ ኣለና ንሱ ድማ ብዛዕባ ንስያምካ ዝነክእ ወይ ድማ ንስያምካ ዘበላሽውን ዘፍጥርን እንታይ እዩ ዝብል ብፍላይ ምስ ሕክምና ዝተተሓዘ ጉዳይ ንርኢ ኣለና ምክንያቱ ስያም ሕዱድ ድንበር ተገይሩሉ እዩ እዚኤን እዚኤን እንተ ፈፂምካ ስያምካ ባጥል እዩ ዝብል ማለት እዩ እሞ እዚ ሕጂ ተረኪቡ ዘሎ ናይ ሕክምና መሳርሒታት ገይሮም ዝጥቀምሉን ገለገለ መድሃኒታትን ዝወስድዎ ዝሓመሙ ሰባት እዚ ኸኒ ነቲ ስያም የፍርሶ ዶ ኣየፍርሶን ዝብል ኣብኡ ኢና ንዛርብ ዘለና ኣብቲ ዝሓለፈ ኣገዳሲ ዝኾነ ነጥብታት ርኢና ነርና ሎሚ ድማ ካብቲ ኣገዳሲ ዝኾነ ብዙሕ ግዜ እውን ኣብ ሮሞዳን ድሕተት ሕቶ ኣሎ ሃል ዩፈጢሩ ሳኢም ቢኣኽዚ ልኢበር ፊልወሪድ መርፍእ እንተ ተወጊእካ ኣብ ሮሞዳን እሞ እቲ ትውግኦ መርፍእ ድማ ኣብ ሱርካ ዝኣቱ እንተ ኮይኑ ነዚ ዓበይቲ ዑለማ ክምልሱ ከለዉ እንታይ ይብሉ ላ ዩፈጢሩ ሳኢም ቢኣኽዚ ልኢበሪ ፊ ልወሪድ ወላ ፊ ገይሪሂ ኢላ ኣን ተኩነ ሃዚህ ልኢበር ቃኢማ መቃመ ጣዓም እንተ ደኣ ከም መግቢ ዘገልግል ኮይኑ ከም መግቢ ኮይኑ ንነፍስኻ ሓይሊ ዝህብ እንተ ደኣ ኮይኑ እዚ ደኣ እምበር ደፍጥር ካሊእ ዝኾነ ይኹን መድሃኒት ብሱር ዝውሰድ ይኹን ብኻሊእ ዝውሰድን ብመርፍእ ትወስዶ እንተ ኮይንካ ከም መግቢ ዘገልግል እንተ ዘይኮይኑ እዚ ኣየፍጥርን እዩ ይብሉ ማለት እዮም ኢላ ኣንተኩን ሃذ ልእበር ቃኢማ መቃም ጣዓም ብሓይث የስተغኒ ብሃ ልእንሳን ዓን ልኣክሊ ወሽሩብ ካብ ዝብላዕን ካብ ድስተይን ጠጠው ኣቢሉ በዚ መርፍእ እዚ ልክዕ ከም መግቢ ኮይኑ ዘገልግሎ እንተ ኮይኑ እዚ ንስያምካ የበላሽው እዩ

እዚ ዝውሰድ ዘሎ መድሃኒት እዚ መርፍእ እዚ ትውግኦ ዘለኻ ዝብላዕ ኣይኮነን ዝስተይ እውን ኣይኮነን ወላ ብማዕነ ልኣክል ወሽሩብ ወላ እውን ከምቲ ትበልዖን ከምቲ ትሰትዮን ዘገልግል እውን ኣይኮነን ወዓላ ሃዛ ፈየንተፊ ዓንሃ ኣንተኩና ፊ ሑክሚ ልኣክሊ ወሽሩብ ከም ዝብላዕን ከም ዝስተይን እዩ ኢልካ የፍጥር እዩ ክትብል ኣይትኽእልን ኢኻ መርፍእ እንተ ተወጊእካ እንታይ ደኣ መርፍእ መግቢ ኮይኑ ዘገልግል እንተደኣ ኮይኑ እዩ ደኣ ስያምካ ዘበላሹ እምበር ዝኾነ መርፍእ ናይ መድሃኒት ንስያም ኣየበላሽውን እዩ ስለዚ ኣብ ቀትሪ ይኹን ኣብ ለይቲ ትተወጋእካዮ ወላ ሓንቲ ነቲ ስያምካ ዝነክእ ኣይኮነን ማለት እዩ ጠይብ ኣልሙፈጥር ኣሳብዕ ቀጥረት ኣልኡዙን ብእዝንኻ ዝነጥብ መድሃኒትከ ወልሙራዱ ብሃ ዕባራ ዓን ድሁን ሙስታሕደራት ጥብያ ዩሰቡ ፊ ልእዝን ፈሃል ዩፈጢሩ ኣውላ እዚ ከም ዝልከይ ዓይነት ኮይኑ ብእዝኒ ዝነጥብ እሞ ገለገለ መድሃኒታት ሓካይም ኣብኡ ዘንበሩሉ ኮይኑ እዚ ብእዝንኻ ዝውሰድ መድሃኒት ከ ንስያምካ ይነክእ ዶ ኣይነክእን ወይ ንስያም የባላሹ ድዩ ዝብል ተከለመ ዓለይሁ ልዑለማእ ፊ ሳብቅ እዚ ቀደም ዑለማእ እውን ተዛሪቦምሉ ነይሮም እዮም እዚ ጉዳይ እዚ ከይተረኸበ ከሎ ኢዛ ዳዋ ነፍሰሁ ቢማኢን ሰብሁ ፊ እዝንሂ ዝኾነ ይኹን ሕማም ኣቢ ኣጋጢምዎ ኣብ እዝኑ ማይ ኣእትዩ ብማይ ገይሩ እንተ መድሃኒት ገይሩ ስኒ ንስያሙ የባላሽው ዶ ኣየባላሽውን ዝብል ኣብቶም ቀዳሞት መዛህብ እውን ተዛሪቦምሉ እዮም ማለት እዮም ኣነሁ ላዩፈጥር ኢሎም ንስያምካ ዘባላሽው ኣይኮነን ወዕለትሁ ኣነማ የቅጥሩ ፊ ልእዙን ላ የሲሉ ኢለ ልጀውፍ ብእዝንኻ ዝነጥብ ኣብ ከብዲ ኣይበፅሕን እዩ ኣነሁ ለይሰ በይነ ልእዝን ወልማዒዳ ቀናት ኢላ ፊ ሓላ ዋሒዳ ኣብ መንጎ ብእዝንኻን ኣብ ከብድኻን ርክብ የብሉን ኢላ እንትርፊ ብሓደ ኩነት ተዘይኮይኑ ማለት እዩ ወህያ ማ ኢዛ ሓሰለ ኸርቁን ፊ ጠብለት ልእዝን ከበሮ እዝኑ ዝተቀደደ እንተ ደኣ ኮይኑ ግን እዚ እወ የፍጥር እዩ ምክንያቱ ተኸፊቱ እዩ ዘሎ ምስ ከብዲ ርክብ ክገብር ይኽእል እዩ ማለት እዩ

መድሃኒት ዝኣቱ ብቐጥታ ናብ ከብዲ ክኸይድ ይኽእል እዩ። ልክዕ ከምቲ ናይ ኣፍንጫ ዝበልናዮ ማለት እዩ። ምስቲ ናይ ኣፍንጫ ፈትዋ ዝሃብዎ ከምኡ ዓይነት እዩ ክኸውን ማለት እዩ። ኢዘን እንተ ደኣ ከበሮ እዝኑ ጥዑይ ኮይኑ እሞ ድማ እቲ ዝነጥብ ኣብ እዝኒ እንተ ደኣ ኮይኑ ንስያም

ምኽንያቱ ንሱ ናብ ከብዲ ከሕልፍ ይኽእል እዩ። እታ ከበሮ እዝኒ ግን ጥዕይቲ እንተ ኣላ ኮይና እንተ ተሓፂቡ ግን እታ ምእቲ ንትሕፀቦ ዘለካ ንስያምካ ኣይነክእን እዩ እዘን በኣሪ ናይ ጉዳይ ናይ እዝኒ እንተ ኮይኑ እንተ እታ ጠብላ ወይ ድማ እታ ከበሮ እዝኒ እንተ ጥዕይቲ ኮይና ብእዝንኻ ትወስዶ መድሃኒት ኣየፍጥርን እዩ። እንተ ደኣ እታ ከበሮ እዝኒ ግን ዝተቐደደት እንተ ደኣ ኮይና ኩሉ ነገር ናብ ከብዲ ክበጽሕ ስለ ዝኽእል ነቲ ስያምካ ከበላሽወልካ ይኽእል እዩ ይብሉ ማለት እዮም። እዚ ጉዳይ እዚ ኩላ ግዜ ኣብ ሮመዳን ስለ ዘጋጥመና እቲ ዑለማእ ዝበልዎ ክንሰምዕ ጸኒሕና ማለት እዩ ብካሊእ ክትሕዝቶ ኣብ ካሊእ ግዜ ክሳብ ንራኸብ ነስተውዲዑኩም ላህ ወሰለ ላሁ